እቲ ዝመጽእ ወለዶ መጺኡ ኣሎ ተስኡ ብዓጀብ ንቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ዓቦ ንግበር ሓቦ ማያውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ኸዓጅቦ ይመሃር የጽንዓዮ የንብቦ እቲ ባህሊ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ኸይትህቦ ንሓላፍ መገዲ ንወደቦ
ክቡራት ተኸታተልቲ መስትያት ቤትና ንሎሚ ኣብ ዛዕባ እዋናዊ ፖለቲካዊ ኩነታት ሃገርና ብዝምልከት ንኢሳያስ ረዳእ ገለ ሕቶታት ምቕራብ ርእይትኡ ክህበና ክንሓቶ ተላሊና ኣለና እሞ ምናልባት ኣቐዲምና ምስ ድሕረ ባይትኡ ከነላልየኩም ኢሳያስ ረዳእ ናይ ካልኣይ ደረጃ ትምህርቱ ኣብ ኣስመራ ቤት ትምህርቲ ባርካ ድሕሪ ምዝዛሙ ኣብ ኣስመራ ዩኒቨርሲቲ ታሪኽን ፖለቲካል ሳይንስን ዘጽንዐ ኮይኑ ኣብዚ እዋን ኣብ ሽወደን ኣብ ቤተ መዘክር ታሪኽ ኣብ ታሪኻዊ መጽናዕትን ፖለቲካዊ ግምገማትን ዝሰርሕ ዘሎ ኤርትራዊ እዩ ንሎሚ ምስ መስትያት ቤትና ሓቢሩ ምሳና ከምስኡ ኢሳያስ ትሰምዓኒ ኣለኻ?
ሰምዓካ ኣለኹ። ጽቡቕ መጀመርያ ብሽመይን ብስም ኩሎም ተኸታተልቲ መስትያት ቤትናን ንሎሚ ምሸት ኣብ ህልው ኩነታት ፖለቲካ ኩነታት ሃገርና ኣተኪርካ ምሳና ክተዕልል ፍቓደኛ ኮንካ ግዜኻ ወፊኻ ስለ ዝመጸኻ የመስግነካ። ምናልባት ብዙሕ ግዜ ኣብ ሕብረተሰብና ፖለቲካ ከም ሓሶት፣ ምትላል፣ ፖለቲካ ሸፈጥ እዩ ፅቡቕ ሞያ ኣይኮነን ፖለቲካ ይዛረብን እየ ካብ ፖለቲካ ነፃ እየ ዝበሃል ዘረባታት ይስማዕ እሞ መጀመርያ ፖለቲካል ሳይንስ ከም ዘፅናዕኻ መጠን ፖለቲካ ማለት እቲ ቀንዲ ትርጉሙ እንታይ እዩ እንታይ ማለት እዩ ፖለቲካ
ኣብዚ ጉዳይ እዚ ብክልተ መገዲ ክትሪኦ ትኽእል ኢኻ ሓደ ፖለቲካ ማለት ሓደ ሞያ እዩ ኣብቲ ሞያ ተባሂሎም ክጥቀሱ ይኽእሉ። ካልእ ካብኡ ወፃኢ እውን ፖለቲካል ሳይንስ ዝበሃል ካልእ ዓውዲ ኣሎ። እዚ ከዓ ናይ ፖለቲካ ሳይንቲስት ነቲ ጉዳይ ብሳይንስ መገዲ ዝርእይዎ ኣካይዳታት ክኸውን ይኽእል እዩ። ብሓፈሽኡ ግን ፖለቲካ ማለት ህዝቢ ተወዲቡ ብዝተፈላለየ ጽፍሕታት ዝነብረሉ ሂወቱ ዝመርሓሉ ሓደ ንኹሉ ህዝቢ ሓንቲ ሃገር ወኪሉ ዝኸይድ ዓቢ ዓውዲ እዩ። ኣብ ናትና ጉዳይ ኣብ ንመጸሉ ኣብ ናይ ህዝብና ኣገላልጻ ኣነ ፖለቲካ ኣይዛረብን እየ ኣነ ፖለቲካ ኣይምልከተንን እዩ ዝብል ነገር ብዝተፈላለዩ ኣጋጣሚታት ዘገርም ኮይኑ እየ ዝረኽቦ። ምክንያቱ ፖለቲካ ምዝራብ ማለት ከምዚ ክትጠቕሶ ዝጸናሕካ ናይ ሸፈጥ ናይ ስርቂ ገይሩ ክገልጾ ይኽእል እዩ ሰብ። ፖለቲካ ግን ርእሱ ዝኸኣለ ዓውዲ ናይ ምትዕጽጻፍ ኮይኑ ኣብ ውሽጢ ኣቲኻ በብዝጥዕመካ መገዲ ናትካ ረብሓታት ብዝተጠውየሉ መገዲ እትጠዋውየሉ ዕንክሊል ናይ ጉዕዞ እዩ። ኣብ ናትና ጉዳይ ፖለቲካ ምዝራብ ካልእ ኣርእስቲ ፍቲ ዓውዲ ዝኣትኻ ጌርካ ክትወስዶ ትኽእል ኢኻ። ኣነ ክርእዮ ከለኹ ግን ህዝብና ፖለቲካ ክዕልል ኣብ ዝመጻሉ እዋን ብዛዕባ ነብሱ ይዕልል ከም ዘሎ እዩ ዝርድኣኒ። ብዝተፈላለየ መገዲ ሰብ ኣብ ስደት እዩ ዘሎ፣ ዝተፈላለየ መገዲ ሰብ ኣብ ድፍዓት ኣብ ቃልሲ እዩ ዘሎ፣ ብዝተፈላለየ መገዲ ህዝቢ ኤርትራ ኣብ ምብትታንን ኣብ ሕውስውስ ዝበለ ህይወትን ዘሎ ኮይኑ እዩ ዝስምዓኒ። ምስዚ ሕውስውስ ዝበለ ህይወቱ ኮፍ ኢሉ ከዕልለሉ፣ ክዝትየሉ፣ ለይትን መዓልትን ግዜ ከጥፍኣሉ እንድሕር ኮይኑ ከም ፖለቲካ ገይሩ ክሪኦ የብሉን። ናይ ህይወቱ ጉዳይ እዩ። ናይ ህይወቱ ካብኡ ሓሊፉ ናይ ስድርኡ፣ ካብኡ ሓሊፉ ናይ ዓዱ፣ ካብኡ ሓሊፉ ናይ ኩሉ ህዝቡ ጉዳይ ስለ ዝኾነ ከም ፖለቲካ ንኻልኦት ዝምልከቶም ገይሩ ክሪኦ የብሉን ዝብል መረዳእታ እዩ ዘለኒ። ፖለቲካ ኢሉ ክርድኦ የብሉን ጥራይ ዘይኮነ እውን እቲ ጉዳይ ንዕኡ ብውልቂ ነቶም መቓርብቱ እውን ከም ግሩፕ ዝውክሎም ኣርእስቲ ስለ ዝኾነ ለይትን መዓልትን እንትተዛረበሉ ህይወቱ ዘድሕነሉ ህይወቱ ዝመርሓሉ መገዲ ደኣ እምበር ንኻልኦት ዝሓምየሉ ወይ ኣብ ዘየድልዮ ሸንኮለል ዝኣትወሉ ዓውዲ ከም ዘይኮነ ክርዳእ ደስ ይብለኒ።
እወ ምናልባት ስለምንታይ እየ ሓቲተካ ኣብዚ እዋን እዚ ዳርጋ ፖለቲካ ፀወታ እዩ፣ ፖለቲካ ሸፈጥ እዩ፣ ከምዚ ጭርጭር ዓበደ እዩ ዳርጋ ክንብሎ ንኽእል ኢና ኢሉ ንኽኣምን ነቲ ህዝቢ ዝድርኾ ነገራት ንርኢ ኣለና። ምክንያቱ ኢሳያስ ቅድሚ ሸውዓተ ዋርሕ ኣቢሉ ይኸውን ሓንቲ ሓዳሽ ቃል ኣውፅኡ ነይሩ። ንሳ ከዓ ጌም ኦቨር ትብል እያ። ጌም ኦቨር ፀኒሓ ከዓ ኣብ ዕስራ ሰነ እዚ ናይ ኢትዮጵያ ብወገን ኢትዮጵያ ዝቐረበ ናይ ሰላም ፃውዒት ክቕበሎ ከሎ ኢሳያስ ድማ ወያነ ጌም ኦቨር ኢሉ ነይሩ። ሕጂ እውን ዝተፈላለዩ ሰባት ነዛ ጌም ኦቨር ትብል ይደጋግምዋ ኣለዉ ትማሊ እውን ኣብ መራኸቢ ሶሻል ሚድያ ከም ዝረኣናዮ እንተ ኮይኑ ኮሜድያን ማይናስ ነቶም ናቱ ዝኽስኩሶም ዘሎ ንኣሽቱ ኮሜድያን ቆልዑ ጌም ኦቨር ዝብል ማልያ ከዲኑ ኣብ መገሻ ርኢናዮ ነርና ሕጂ እዛ ጌም ኦቨር እንታይ ትርጉማ ንመን እያ ተባሂላ መን እዩ ዋናኣ
ኣገላልፃኣ ናይዚ ንኸዶ ዘለና ፖለቲካዊ ኣካይዳ ከምዚ ክትገልፆ ዝፀናሕኻ ናይ ሸፈጥን ምሽካዕን ካልእ ትርጉም ዘለዎን ኣካይዳ ምዃኑ የተንብሃሎ እዚ ፖለቲካዊ ዕንደራ ተባሂሉ ዝግለፅ እዩ እዚ ፖለቲካዊ ዕንደራ ከከም ድላይካ ትኸዶ ኣካይዳ እዩ። ምኽንያቱ ትሓቶ ህዝቢ ትውከሶ ህዝቢ ትውከሶ ባይቶ እንድሕር ዘይብልካ ከከም ድላይካ ጸወታ ክትጻወቶ ትኽእል ዓውዲ ስለ ዝኾነ ምስቲ ዓውዲ ዓቢ ፖለቲካዊ ዓውዲ ኣረኣኢኻ ክትግምግሞ ኣሰካፊ እዩ ኣሸጋሪ ኮይኑ ይስምዓኒ። ካብኡ ሓሊፉ እዚ ጌም ኦቨር ዝበሃል ነገር ኣብ መንጎ ህዝቢ ኢትዮጵያን ኣብ መንጎ ስርዓት ወያነን ህዝቢ ትግራይን ፈላልዩ ዝርኢ ኣካይዳ ወይ ስርዓት ኣሎ ኣብ ኤርትራ። ሕጂ እቲ ጌም ኦቨር ዝብሎ ዝበሃል ንወያነን ንህዝቢ ትግራይን ክውክል ከሎ እቲ ናይ ሰላም ዋዕዋዕታ ከኣኒ ምስ ህዝቢ ኢትዮጵያ ኮይኑ እዩ ዝግለፅ ዘሎ ስለዚ ጌም ኦቨር ዋንኡ ኣብቲ ጌም ክፃወት ናይ ዝፀንሐ እሞ ካብቲ ጌም ስዒረ ወፅ ናይ ዝበለ ኣካል ዋንነት እዩ ዝመስል እቲ ጌም ግን ዝተወደ ኣይመስልኒ ቀፃሊ ከዓ ስለ ዝኾነ እቲ ጌም ኣብ ቀፃሊ ዘሎ እምበር ኦቨር ዝበሃለሉ ኣካይዳሲ ፖለቲካዊ መልእኽቲ ዘለዎ ካልእ ትርጉም ዝሓዘለ ካልእ ትርጉም ንኽትህብ ትጥቀመሉ ቃል እምበር ኣብ ባይታ ተሪኢኻዮ እቲ ጌም ኣቦይቱ ኣብ ቦትኡ ዘሎ እዩ ዝመስል። እወ ምናልባት ኢሳያስ ነቲ ጌም ብናተይ ዓወት ዛዚመዮ ክብለና ኢሉ እዩ ከምኡ ኢሉ ዝደጋግሞ ዘሎ። ምናልባት ኣብዚ ናይ ኢሳያስ ጌም ልዕሊ ሚእቲ ሽሕ ሰብ ካብ ክልቲኡ ወገን ሞይቶም ኣለዉ። ካብኡ ሓሊፉ እውን ዓሰርተታት ኣሽሓት ሰንኪሎም ኣለዉ። ገዝኦም ገዲፎም ንብረቶም ገዲፎም ዝተሰደዱ እውን ማእለያ የብሎምን። እቲ ኩሉ ክካየድ ዝፀንሐ ናይ ዕስራ ዓመት ፖለቲካዊ ህልቂት ኣብ መንጎ ኤርትራን ኢትዮጵያን ሓደ ናይ ፖለቲካ ፀወታ ወይ ድማ ጌም ከም ዝነበረ ባዕሉ እቲ ኣብ ኤርትራ ዘሎ መንግስቲ ይእውጅ ኣሎ ማለት እዩ ከምኡ ክንብል ንኽእል ኢና ፅቡቅ እወ ሕጂ እቲ ናይ ኤርትራን ናይ ኢትዮጵያን ናይ ሰላም ስምምዕ ተባሂሉ ተፈጢሩ ዘሎ ኣብዚ ክልተ ኣዋርሕ ዝኸይድ ዘሎ ፖለቲካ መትሓዝን መጨበጥን ዳርጋ የብሉን ኩሉ ሰብ ከዓ በብዝመስሎ ይትንትኖ ኣሎ ብዙሕ ህዝቢ ከዓ ከብዱ ሓቂፉ ዘሎ ኮይኑ ይስምዓኒ እንታይ እዩ ሕጂ ንኣብነት ኢሳያስ ካብ ባህሪኡ ወፃኢ ዝኾነ ነገራት ክገብር ተዓዚብናዮ ኣብ ኢትዮጵያ ምስ ከደ ማለት እዩ እንታይ ማለት እዩ ብዓይኒ ፖለቲካ ከምኡ ዓይነት ካብ ባህሪ ወፃኢ ተግባራት ምግባር ንኣብነት እቲ ዝስሕቆ ዝነበረ ኣሰሓሕቃ እቲ ናይ ናይ ነብሱ ምንቅስቃሳት ኩሉ እቲ ኣብ ኢትዮጵያ ዝረኣናዮ ዝገረመና ነገራት ከመይ ትትርጉሞ ብወገንካ?
እዚ ጉዳይ እዚ ዓቢ ዓውዲ እዩ ናይ ዲፕሎማሲ ዓውዲ ዲፕሎማሲ ኣብ ፖለቲካ ከም ሓንጎል ናይ ሰብ ኣብ ሂወቱ እዩ ኮሙኒኬሽን ወይ ድማ ዝርርብ ኣብ ዲፕሎማሲ ድማ ከም ደም ንህይወት እዩ ዝግለጽ። ስለዚ እዚ ዓውዲ እዚ ካልእ ዓቢ ዓውዲ ኮይኑ ኣብዚ ዝነጥፉ ዲፕሎማሰኛታትን መራሕቲ ሃገራትን ብኣዝዩ ዝተራቐቐ መምዘንታት ናይ ዲፕሎማሲ ስለ ዝምዘኑ ዝገብርዎ ምንቅስቓሳት፣ ዝስሕቕዎ ሰሓቓት፣ ዝመርጽዎ ቃላት፣ ዝኽደንዎ ኣከዳድና ሰለ ሰላም ኣባ ሃይላ ናይ እዳዎም ኮፍ ዝብልዎ ሰድያ ዝቆ ኮፍ ዝብልዎ ኢሎም ዝዘራረብሉ ጣውላ ብረቂቕ ዝረኣየሉ ዓውዲ ዩ። ኣብዚ ዓውዲ እዚ ብመዐቀንታት ናይ ዲፕሎማሲ ክትርእዮ ከለኻ ነዚ ርክባት እዚ ዝተልመዴን ዲፕሎማሲ ከስምዮ ዝኽእል ምንም መዐቀኒ ረኺብካ እዝን እዝን ክትብሎ ዘይትኽእል ፀወታ ናይ ቆልዑ ዝመስል ኣካይዳ እዩ ዝመስል። ኣነ ኣብዚ ዘቐነየ ጉዳያት ምስ ብዙሓት ዲፕሎማሰኛታት፣ ፖለቲከኛታት፣ ተመራመርቲ ናይ ፖለቲካን ናይ ታሪኽን ብዝሓተቱኒ መሰረት ነዚ ጉዳይ እዚ ብባህለይን በቲ ቋንቋይን ተርጒመ ክምልሰሎም ብዙሕ ግዜ ኣሕሊፈ። እሳቶም ብዝሃብዎ ገምጋም ክረኣ ከሎ እዚ ዝቐነየ ዋዕዋዕታ ዝኾነ መግለጺ ናይ ዲፕሎማሲ ዘይትረኽበሉ ናይ ክልተ ሃገራት ወይ መንግስታት ርክብሲ ይትረፍ ናይ ክልተ ኣብ በረኻ ዝነብሩ ዝተፈላለየ ዕላማታት ዘለዎም ንሽፍትነት ዝወፈሩ ጉጅለታት ተራኺቦም ዝገብርዎ ዳንኬራ ዝመስል ገይሮም ዝገልጹለይ ብዙሓት ፖለቲከኛታትን ዲፕሎማሰኛታትን ኣጋጢሞምኒ። ስለዚ ነዚ ዝነበረ ጉዳይ ብፖለቲካዊ ዲፕሎማሲ ክትሪኦ ከለኻ ጸወታ ሓሸውየ ኮይኑ ኢኻ ትረኽቦ። ቅድሚ ናብኡ ምእታወይ ግን ነዚ ጉዳይ እዚ ዝውክል ህዝቢ ኣሎ። ህዝቢ ኢትዮጵያን ህዝቢ ኤርትራን እዩ። ህዝቢ ኤርትራ ረዚን ታሪክ ዘለዎ ጸዋር ዓቃል ስኩፍ ህዝቢ እዩ ታሪኩ ረዚን እዩ ታሪኩ ከቢድ እዩ መዓልታዊ ሂወት ናይ ህዝቢ ኤርትራ ብታሪክ ዝተመለ እዩ ታሪኩ ዘሕብን ባህሉ ኩቡር ክብርታቱ ድማ ዓለም ባህ ዓለም ባህ ዘብል እዩ እዚ ብጭቡጥ ጸብጻባት ናይ መግዛእቲ ጥልያን ብድሕሪኡ ዝመፁ መግለፅታት እውን ከም ጭቡጥ ክግ ዝገልፆ ክብርታት ኣለዎ። እዚ ታሪኹን ዓበይቲ ክብርታቱን ግን ንኸይግለፅ ንኸይፈልጦ ተዓጊቱ ብምፅንሑ ታሪኹ ዘይፈልጥ ህዝቢ ድማ ሰንከልከል ስለ ዝብል እቲ ህዝቢ ሰንከልከል ክብል ስለ ዝፀንሐ ነዚ ኣብ ሕጂ በፂሑ ዘሎ ፖለቲካዊ ሃዋሁ ብልክዕ ንክርድኦ ዓቕሚ ክስእን እቲ ታሪኹ ድማ ብግቡእ ስለ ዘይተረድኦ እንታይ ይመስል ኣሎ እዚ ጉዳይ ናበይ ኣንፈት ከ ይኸይድ ኣሎ ብልክዕ ንኽርድኦ ዘሸግሮ ኮይኑ ይስምዓኒ እዚ ኸኣ ቅቡልን ምኽንዩን እዩ እቲ ምኽንያት ከኣ ታሪኹ ዘይፈልጥ ህዝቢ ኮይኑ ንሪኦ ስለ ዘለና እዚ ጉዳይ እዚ ሰላም ኢና ንብል ዘለና ሰላም ክቡር ቃል እዩ ዋጋ ሰላም ክቡር እዩ ኩናት ዝግበር ሰላም ንኽትረክብ እዩ ስለዚ ሰላም ክበሃል ከሎ ዝኾነ ህዝቢ በረኸት እዩ ዝረኣዮ። ሰላም ግን ትርጉሙ ኣብዚ ዕስራን ሓደን ክፍለ ዘመን ዝተፈለየ እዩ። ሰላም ኩናት ዘይምህላው ወይ እውን ንኩናት ምድላው ምትፍናን ዘይብሉ ህይወት ክኸውን እንከሎ ኩናት ግን ሞት እዩ ዘስዕብ፣ ሞት ከዓ መተካእታ የብሉን። ስለዚ ኣብ ክልተ ሽሕን ዓሰርተ ሽዱሽተን ዝወፀ ፀብፃብ ምስ እንርኢ ከባቢ ክልተ ነጥቢ ሓደ ሚልዮን ህዝቢ ዓለም ብኤድስ ሞይቱ ተወሳኺ እውን ሓደ ካብ ሽዱሽተ ቆልዑ ኣብ ዝደኸያ ሃገራት በዓል ሴራሊዮን ኣፍጋኒስታን ሶማልያ ዝኣመሰለ ሃገራት ቅድሚ ሓሙሽተ ዓመት ምብፅሖም እዮም ዝሞቱ ስእነት መግቢ ናይ ጥዕና መሳለጥያታት ስእነት ክታበት ስእነት ስተ ፅሩይ ማይ ዝኣመሰለ ሽግራት ስለዚ እዚኣቶም ህዝብታት እዚኣቶም ሰላም ኣለዎም ክትብል የሰብ ይኸውን ማለት እዩ ስለዚ ሰላም ክንብል ከለና ካብ ኩናት ነፃ ምዃን ጥራይ ዘይኮነ ማሕበራዊ ፍትሕን ዲሞክራስን ማዕርነትን ዘለዎ ሃገር ምስ ዝህልወካ ሰላም ኣለኒ ክትብል ትኽእል ስለዚ እዚ ህዝቢ ናይ ክልቲኤን ሃገራት ካብዚ ኩሉ ማሕበራዊ ፍትሒን ዲሞክራሲን ይትረፍ ካብቲ መሰረታዊ ንዕኡ ከሰጉም ዝኽእል መንኮርኩር ዝኾነ ሰላም ካብ ኩናት ነፃ ምዃን ነፃ ስለ ዘይወፀ ሰላም ክበሃል ከሎ ዝስምዖ ስምዒት እንታይ ምዃኑ ዘማታ ኣይኮነን
ነዚ ናይ ሰላም ኮሊፈካ እንታይ ክብለካ ኢለ ከዘኻኽረካ ስርዓት ህግደፍ ኣብ ኢትዮጵያ ምስ ዶክተር ኣብይ ይኹን ምስቲ ሕጂ ሰላም ገይረዮ ዝብሎ ዘሎ ኣብ ኢትዮጵያ ዘሎ ኣብ መሪሕነት ዘሎ ዝኾነ ይኹን ባእሲ ኣይጸንሖን እቲ ክኸይድ ዝጸንሐ ኩናትን ጽልእን ባእስን እቲ ኩሉ ፕሮፓጋንዳ ክግበር ጸንሐ ወላ እውን ጌም ዝብሎ ንሱ ንዕስራ ዓመታት ዝቐጸለ ኣብ መንጎ ስርዓት ህግደፍን ኣብ መንጎ ስርዓት ወያነን እዩ ነይሩ ሕጂ ምስ ዘይተባኣስካዮ ኣይትዕረቕን ኢኻ። ምስ ዝተባኣስካዮ እንተተዓሪቕካ ኢኻ ድማ ተዓሪቐ ሰላም ገይረ ትብል። ስለዚ ስርዓት ህግደፍን ስርዓት ወያኔን ብሓቂ ተዓሪቖም ድዮም ሰላም መጺኡ ዘሎስ ወላ ንስርዓት ወያኔ ንጎኒ ገዲፍካ እዩ እቲ ዕርቂ ዝኸይድ ዘሎ?
ነዚ ናይ ሰላም ጉያ ጉያ ንፋራረም ኣለና ሰላም ንገብር ኣለና ኢሎም ዝራኸቡ ዘለዉ መራሕቲ መራሕቲ ኮይኖም ዘለዉ ናይ ኢትዮጵያን መራሕቲ ኣለና ዝብሉ ናይ ኤርትራን እዮም። እዘን ክልተ ሃገራት እዚኤን ብብኩሉ መዐቀኒታት ተሪኢናየን ፖለቲካዊ ምርግጋእ ዘሰክፈን ብጥሜትን ስራሕ ኣልቦነትን ዝሳቀያ ብቁጠባ ብክልተ እግረን ደው ክብላ ዘይከኣላ ዝተፈላለዩ ሕማማት ዜጋታተን ኣብ መዓልታዊ ክፀንቱ ዝውዕሉ ሃገራት እየን እቲ ህዝብታት ነዚ ሰላም እዚ ከመይ ይሪኦ እንድሕር ኢልናዮ እቲ ህዝቢ ነዚ ዓይነት ሽግራት ክፍውሰለይ ይኽእል እዩ ስለ ዝብል ነቲ ሰላም ብዓብዪ ክብሪ ይቕበሎም እዚ ሰላም እዚ ግን ብልክዕ መግለፂ ተሪኢኻዮ ኣሳጉሙ ኣካይዱ ብፖለቲካዊ ዓይኒ እንድሕር ርኢኻዮ ኣብ መንጎ ክልተ ዓበይቲ ዝመስሉ ውድባት ዝግበር ፖለቲካዊ ግንባር እዩ። እዚ ዝዓበየ መግለፂ እዩ። ብሓፈሻ ሓባራዊ ፖለቲካዊ ግንባር ምፍጣር እዩ። ኣንፃር ናይ ሓባር ፀላኢ ኢልካ ክድምደም ዝከኣል እዩ። እዚ ናይ ሓባር ፀላኢ ብወገን ኢትዮጵያ ውድብ ህዝቢ ኦሮሞ ኣብ ስልጣን ዝቕልቀለሉ እዋን እዩ። እዚ ድማ ሓያል ፖለቲካዊ ግንባርን ቁጠባዊ ሕውነትን ምፍጣር ይሓትት። ህዝቢ ኦሮሞ ንህዝቢ ኣምሓራ ጥራይ ብምሓዝ ኢትዮጵያ ክቆጻጸር ዝኽእል ዓቕሚ የብሉን። ምኽንያቱ ሓይሊ ወያነን ህዝቢ ትግራይን ነቲ ከቢድ ሓያል ተባሂሉ ዝግለጽ ሰራዊት ናይ ደርጊ ስዒሩ ኮፍ ኢሉ ቅድሚኦም ስለዘሎ። ነዚ ኮፍ ዝበለ ሓይሊ ወያነን ህዝቢ ትግራይን ንኽትቆጻጸሮ፣ ንኽተዳኽሞ፣ ንኽትስዕሮ ኣብ ጎንኻ ንወያነ ከጥፍእ ሙሉእ ህዝቡ ዘጥፍእ ሙሉእ ሓይሉ ዘጥፍእ ሙሉእ ቁጠብኡ ዝድህኽ ኢሰያስ ስለ ዘሎ ምስኡ ሓባራዊ ኪዳን ምፍጣር ኣድልየካ ብዚ ምኽንያት እዚ እዞም ኣብ ኢትዮጵያ ናብ ስልጣን ገጾም ዝዋናጨፉ ዘለዉን እዚ ብ ኤርትራ ዘሎ ስልጣን ዝገበተን ሓይሊ ዝገብርዎ ሓባራዊ ፖለቲካዊ ግንባር እዩ ስለዚ ኣብዚ ዝግበር ዘሎ ናይ ሰላም ጉያጉያ ዝረብሕ ወይ ዝጉዳእ ህዝቢ እዩ። ኣብዚ ዝርብሕ እንድሕር ኣሎ ኮይኑ ገለ ክፋል ህዝቢ ናይ ኢትዮጵያ ክኸውን ይኽእል እዩ። ብወገን ኤርትራ ግን ዝረብሕ ዘሎ ኮይኑ ኣይረኣየንን ብፖለቲካዊ መዐቀኒ።
እወ ሕጂ እንታይ ክንገልጾ ንኽእል ማለት እዩ እቲ ዝግበር ዘሎ ናይ ሰላም ጉያ ጉያ ነቲ ናይ ሓባር ጸላኢ ተሻሪኽካ ንምድሃኽ ማለት እዩ እወ ካልእ እንታይ እየ ክብል ክብል ኢለ ነይረ ኣብ ውሽጢ ኤርትራ እቲ ህዝቢ ናህና ካብቲ ጸኒሕዎ ዝጸንሐ ጸልማት ህይወት ካብቲ ንዕስራ ዓመታት ኣትይዎ ዝነበረ ዓዘቕቲ ምናልባት ይወጽእ ዶ ይኸውን ዝብል ሓደ ዓብዪ ተስፋ ሒዙ ነቲ ሰላም ብናቱ ተረድኦ ተረዲእዎ ኣሎ። ኣብ ኢትዮጵያ ዘሎ ህዝቢ ድማ ብፍላይ ህዝቢታት ኦሮሞን ኣምሓራን ድማ እቲ ሰላም ንኤርትራ መሊሱ ናብ ኢትዮጵያ ዝሕውስ ምኽንያቱ ስርዓት ወያነ እዩ ንኤርትራ ነጻ ሃገር ንኽትከውን ዝሰርሕ ነይሩ፣ ህዝቢ ኤርትራ ግን ሕጂ ብፍቕሪ መሊስናዮ ዝብል ኢኻ ኣብ ዝተፈላለየ ቦታታት ከም ርእይቶ ትሰምዖ እሞ ዳሕራይ ጸገም ከምጽእ ኣይክእልን እዚ በበይኑ ኣተሓሳስባታት? እዚ
ኣካይዳታት ብደቂቕ እንድሕር ርኢናዮ ብፍላይ ንኹሉ መዐቀኒታት ናይ ዲፕሎማሲ ወይ ናይ ዲፕሎማቲክ ፕሮቶኮል ካልእ መልእኽትታት ብሕሊፉ እዩ ሓሊፉ። ብፈለማ እዚ እንታይ ትርጉም ይህብ ንህዝቢ ኤርትራ ተልካ ተመሊሱ ካብ ክወጻሉ ዘይክእል ዓዘቕቲ ዝእቱ ዝኾነ ጩራ ብርሃን ዘይከፍት ጉያ ጉያ ናይ ሰላም እዩ። ስለምንታይ ኣብዚ እዋንዚ ተመሪጹ ፈለማ ክንብል ንኽእል ኢና። ስለምንታይ ኣብዚ እዋንዚ ተመሪጹ ተባሂሉ ሕጂ ፕረሲደንት ኢሳያስ ኢልካ ክትጽውዖ ዘይትኽእል ምኽንያቱ እታ ኤርትራ ከምዘየላ እያ ትረኣየካ እቲ ህዝቢ ኤርትራ እውን ከምዘየለ ስለ ዝረኣየካ ፕረሲደንት ናይ መን ኢልካ ክትጽውዖ ስለዘሰክፈካ ኢሳያስ ኢለ ክጽውዖ መርጽ ኣብዚ ጉዳይ እዚ ዝካየድ ዘሎ ዕንደራ ናይ ዝገበለ ፖለቲካዊ ሓይሊ ወይ ድማ ናይ ዝገበለ ፖለቲካ ዝተቋፃፀረ ውልቀ ሰብ ዝመስል እዚ ስለ ዝኾነ ነታ ሃገር ኤርትራ ኣበርኪኸያ ነቲ ህዝቢ ኤርትራ እውን ከተንፍሰሉ ኣብ ዘይክእል ደረጃ ኣብፂሐዮ ስለ ዝኾንኩ ናብ ድላየይ ክዕንድረሉ ዝኽእል መገዲ ስለ ዝተፈጥረለይ ክገብሮ ዝኽእል እዩ እዚ እዋንዚ ተባሂሉ ዝተመርጸ ይመስል። ካልእ እዚ እቲ ናይ ሰላም ኣካይዳ ብሓሙሻይ ማርሻ ኢሎም ዝገልጽዎ ኣብዚ ሶሻል ሜድያ ዘለዎ እዩ ዝመስል። ምክንያቱ ሞተር ክትስእ ከሎን ቀዳማይ እስካዕ ራብዓይ ማርሻ ክኣቱ ከሎን ዝረኣየ ሰብ ኣይነበረን። ክተሓቋቆፍን ክሰሓቅን ጥራይ እዩ እቲ ሰብ ኣርኪብሉ። ካበይ እዩ ተበጊሱ? በየን እዩ ሓሊፉ ስለምንታይ እዩ ኣብዚ በጺሑ ብዙሕ ፖለቲካዊ መረዳእታ የድልየካ ኣብቲ ዝግበር ዝነበረ መደረታት ዘረባታት ሰሓቓትን ኣካይዳታትን ድማ ብዙሕ ናይ ፖለቲካን ናይ ዲፕሎማስን መልእኽታት ስለ ትረኽበሉ እቲ ኣካይዳታት ናይ ሓደ መዓልቲ ጉዕዞ ዘይኮነሲ ቅድሚኡ ክካየድ ናይ ዝጸንሐ ተዳጋጋሚ ርክባት ውጽኢት ምዃኑ ኢኻ ትርዳእ። ናብቲ ዝሓተትካዮ ድሓር መጺኻ እቲ ህዝቢ ኢትዮጵያን እቲ ህዝቢ ኤርትራን ነዚ ጉዳይ እዚ ከመይ እዩ ክርእዮ ዘለዎ ንምንታይ እዩ ተዳህሊሉ ዘሎ ነቲ ዝነበሮ ሽግር ራህዋ ይፈትሓሉ ዶ ይመሲልዎ ዝብል ጉዳይ እንታይ የዘኻኽረካ ንሓደ ማርቴሎ ኣብ ኢዱ ዝሓዘ ሰብ ኩሉ ነገር መስማር እዩ ዝበስሎ ዝብል ዘረባ ኣሎ ናይ ማርቲ ኣድሃሪ ዝበሃል ፈላስፋ ኣብ ኢዱ እንድሕር ማርቴሎ ሒዙ ኣሎ ኮይኑ እቲ ህዝቢ መስማር ከም ዘይኮነ ከርኢ እንዳኸኣለ ግን ከም መስማር ኮይኑ ስቂሉ ክውቀጥ ስለ ዝፀንሐ እዚ ጉዳይ እዚ ኣብ ዘይተጸበዮ ህዝቢ ንኽኸይድ ኣኽኢሉ። ስለዚ ህዝቢ ኤርትራ ነዚ ጉዳይ እዚ ብቐሊሉ ክርድኦን ራህዋ ክፈጥረሉን ዝመሰሎ ናብቲ ንዓመታት ብሉጻት ደቁ ዝኸፈለሉ፣ ንዓመታት ከርተት ዝበለሉ ናይ ገድልን ብድሕሪኡ ዝነበረ ቃልስን ናብኡ ዝመልስ፣ መለስ ጥራይ ዘይኮነ እውን ዳግማይ ንኸይትስእ ዝድህኽ ፖለቲካውን ማሕበራውን ኲናት ዝእውጅ ወፍሪ እዩ ዝመስል። ንህዝቢ ኢትዮጵያ ድማ ከምቲ ኩሉ ግዜ ዝጽበይዎ ናይ ቀደም ኤርትራ ዝሓወሰ ባንዴራ ንኸልዕሉ እቲ ኩሉ ግዜ ዝሃርፍዎ ህዝቢ ኤርትራ ዘይኮነ መሬትን ባሕርን ኤርትራ ኣብ ኢዶም ንክእትዉ ዝተኸፍተሎም ማዕጾ ስለ ዝመስል ብኸምዚ ክርድእዎ ባህርያዊ እዩ ምኽኑ እዩ ከዓ እቲ ዝረአ ዘሎ ግሉፅ ኣካይዳ ከምኡ እዩ ዝመስል ብድሕሪ እዚ ግሉፅ ዝኾነ መስርሕ ናይ ሰላም ተሓቢኡ ዘሎ ምልክታት ግን ብቐሊሉ ብደቂቑ ምስ እትርእዮ ካልእ መልእኽትታት እዩ ዘሕልፈልካ እቲ ቃላት ብጣዕሚ ሓደ ሓደ ከበድቲ ቃላት ክወፅእ ፀኒሑ እዩ። ብዙሕ ህዝቢ እውን በቲ ቃላት ይሓምም ኣሎ። ኢሳያስ እዚ ሕጂ ዝገብሮ ዘሎ ዲፕሎማስያዊ ምሕዝነታት ዝኣትዎ ዘሎ ውዕላት ንኣብነት ኣብ ኤርትራ ሕጋዊ ዝኾነ ፓርላማ ይኹን ባይቶ ይኹን ተዛትዩ ናይ ህዝቢ ድምፂ ሰሚዑ ወከልቱ ዘፅደቕዎ ውሳኔታት ዝሓልፍ ነገር የለን ኩሉ ብኢሳያስ እዩ ዝባረኽ ኢሳያስ ዝደልዮ ነገር ኸውን ኢሳያስ ዘይደልዮ ነገር ከዓ ይጓሓፍ ማለት እዩ እዚ ሕጂ ኢሳያስ ዝገብሮ ዘሎ ናይ ፖለቲካ ዕንደራ ኢሳያስ ድሕሪ ምኻዱ ንኤርትራ ኣብ ጸገም ክእትዋ ይኽእል ድዩ ብሕጋዊ መገዲ ማለት እየ ንኣብነት ብዛዕባ ዓሰብ ንሰምዖ ብዙሕ ነገራት ኣሎ ብዛዕባ ወደብ ንሰምዖ ብዙሕ ነገራት ኣሎ ብዛዕባ ሓደ ሓደ ስምምዓት ንሰምዖ ብዙሕ ነገራት ኣሎ እዚ ንሎሚ ጥራሕ ዘይኮነ ኢሰያስን እቲ ንሱ ዝመርሖ ህግደፍን ዕድመ ኣርኪብዎም ምስ ከዱ ንኤርትራ ከም ሃገር ንህዝቢ ኤርትራ ድማ ከም ህዝቢ ክጸልዎም ይኽእል ድዩ? ሕጋውነቱ ከመይ እዩ? ኤርትራ ልኡላውነታ ዘረጋገጸት ናጻ ሃገር እያ። ዶባት ናይ ኤርትራ ከም ዝኾነ ዶብ ዘይኮነ ብደምን ብዕጽምትን ብሉጻት ደቃ ዝተሓንጸጸ እዩ። እዚ ዶብ እዚ፣ እዚ ልኡላውነት እዚ፣ እዚ ናጽነት እዚ ኣብ ዘደየብካሉ መድረኽ፣ ኣብ ዘዝረኸብካዮ ናይ መደረ ዕድል፣ ኣብ ዘዝረኸብካዮ ኣርማ ናይ ምልዓል ዕድል፣ ፈሪሱን ተሃኒጹን ኢልካ ከከም ድላይካ ቃላት ተንብረሉ ዶብ ልኡላውነት ወይ ናጽነት ኣይኮነን። እዚ ልኡል ልኡላውነትን ናጽነትን ኣብ ኢደይ ኢትዮዩ'የ። ከም ድላየይ ክጠውዮ፣ ከም ድላየይ ንሰብ ክዕድሎን ከም ድላየይ ናብ ነብሰይ ክመልሶን እኽእል'የ ዝብል ዝኾነ ሓይሊ የለን። ነዚ ከቢድ ዋጋ ዝተኸፍሎ ልኡላውነት ኣብ ዝተፋላለየ ኣጋጣሚታት ዶክተር ኣቢይ ዶብ ብፍቕሪ ተተኪኡ'ዩ። ዶብ በዚ ኣጋጣሚ ኣፍሪስናዮ ኣሎና ክብልን ኢሳያስ ኣዲስ ኣበባ ኣብ ዝበጽሓሉ ብዝሓለፎ ጎደናታት ዶብ ናይ ኤርትራን ናይ ኢትዮጵያን ፍቕሪ ተተኪዩ ዝብል ታቤላታት እናሓለፈ እናሰሓቐ ዝሓልፈሉ ዝነበረ ጉዳይ እዩ እዚ ክሕደት እዩ በዚ ኣጋጣሚ ዶክተር ኣብይ ንልኡላውነት ኤርትራን ንክብሪ ህዝቢ ኤርትራን ኣብ ቅድሚ ህዝቢ ኤርትራን ኣብ መሬት ኤርትራን ኮይኑ ግሂስዎ ትረኽቦ። እዚ ምግሃስ ልኡላውነት ንክንደይ ዓመታት ከርተት ከም ዘበሎን ህዝቢ ኤርትራን ክንደይ መስዋእቲ ከም ዝኸፈለሉን ህዝቢ ኤርትራን ህዝቢ ኤርትራ እዩ ዝፈልጦ። እዚ ከከም ድላይካ ቃላት ተንብረሉ ልኡላውነት ከም ዘይኮነ ህዝቢ ኤርትራ ኣጸቢቑ ይፈልጦ እዩ። ስለዚ እዚ ምግሃስ ልኡላውነት ከቢድ ዋጋ ዝሓትት ምዃኑ ዝኾነ ነዚ ልኡላውነት ከም ድላዩ ቃላት ዘንብረሉ ሰብ ክርድኦ ይግባእ እዩ። ስለዚ ከም ዝርድኣኒ ብዝኾነ ሕጋውን ፖለቲካውን መዐቀኒ ዝኾነ ልእላዊ ሃገር ምስ ካልእ ልኡላዊ ሃገር ብስምምዕ ጉርብትና ካብኡ ሓሊፉ እውን ከምዚ ኣብ ብዙሓት ሃገራት ዝረኣ ዋላ ንኣብነት ኤውሮፓዊ ሕብረት ዝረኣ ሓባራዊ ባጤራ፣ ሓባራዊ ቪዛ፣ ሓባራዊ ናይ ንግዲ ምትእኽኻብ ክትገብር የፍቅድ እዩ። ንዶብ ግን ብደም ኣዕጽምቲ ዝተነድቀ ደም እግርኻ ህስስ ኣቢልካ ደምሲሰዮ ኣለኹ ትብሎ ኣይኮነን። ናይ ኤርትራ ዶባ ኣይኮነን እዘን ኣብ ኤውሮፓ ንርእየን ዘለና ንዓመታት ብሰላም ዝነብራ ሃገራት ዶበን ማንም ህጻን ቆልዓ ዝርእዮ ሕንጹጽ እዩ። ስለዚ እዚ ዶብ ናይ ኤርትራ ዝኾነ ኢትዮጵያዊ መጺኡ ኣፍሪሰዮ ኣለኹ ዝብሎ ኣይኮነን። እዚ ምስ ዝኸውን ንህዝቢ ኤርትራ ብጉልባብ ናይዚ ኣብ ኤርትራ ዘሎ ሓይሊ ክትግብቶ ዝኾነ ማሕበራዊ ወይ ቁጠባዊ ኩናት ክትእውጀሉ ይከኣል እዩ። ውጽኢቱ ጽባሒቱ ዝመጽእ ከቢድ ሳዕቤን ግን ኣብ ሕጂ ኾንካ ክትርድኦ ዘድሊ ይመስለኒ። ገለ ስለዚ
ገለ ገለ ሰባት ኣለው በቃ ሕጂ ኢሳያስ ምስ ኢትዮጵያ ሰላም እንድሕር ገይሩ ሃገራዊ ኣገልግሎት ናብ 18 ኣዋርሕ እንድሕር ወሪዱ እሱራት እንድሕር ተፈቲሖምሲ ቃልሲ ኤርትራውያን ተወዲኡ በቃ ምዕራፍ ተዓፅዩ ዝብል ኣተሓሳስባዊ ርድኢት ዘለዎም ሰባት ኣለዎ እሞ ናይ ብሓቂ ኣብ ኤርትራ ሰላም ክመፅእ እንተኮይኑ ሲ እቲ ቃልሲ ስለምንታይ እዩ ክቕፅል ዘለዎ ኢልካ ትሓስብ?
ዝኾነ መስርሕ ናይ ሰላም መስርሕ ኣለዎ። እዚ ንርእዮ ዘለና ጉያ ናይ ሰላም ግን ዝኾነ መስርሕ የብሉን። ሰላም ክበሃል ከሎ ፈለማ ካብ ኲናት ኢኻ ናብ ሰላም ትኣቱ ዘለኻ እሞ ነቶም ኣብቲ ኲናት ተሳቲፎም ዝፀንሑ ወተሃደራትካ እንታይ ዓይነት ናይ ምጥያስን ናብ ህዝቢ ናይ ምምላስን መደባት ኣሎካ? ካብኡ ሓሊፉ ዓጢቕካዮ ዝጸናሕካ ከበድቲ ኣጽዋራት ብኸመይ ኢኻ ተጉድሎ? ካልእ ዕላማ እዩ። ሽቕለት ኣልቦነት ናብ ሕውየት ንምምላስ እትገብሮ ካልእ ዕላማታት እውን ኣሎ እዩ ብድሕሪኡ። ካብኡ ሓሊፉ ማሕበራዊ ፍትሕን እቲ ህዝቢ ናብ ንቡር ዝምለሰሉ ሕጋዊ መገድታትን ናይ ዲሞክራሲያዊ መስርሓትን ናይ ምርጫ፣ ናይ ቅዋም ከምኡ ዝኣመሰሉ ነገራትን እትገብረሉ መትስርሕ ምስ እትገብር ናይ ሰላም መገዲ ይገብር ኣሎ ክትብል ትኽእል። እዚ ንርእዮ ዘለና ናይ ሰላም ጉያጉዮ ግን ብድሕሪኡ ዝኾነ መስርሕ ናይ ሰላም ዝረኣየሉ ኣይኮነን። ከምዚ ዓንተወይ ዝበልክዎ ፖለቲካዊ ግንባር ምፍጣር ተዘይኮይኑ ናይ ሰላም ኣካይዳ ዘለዎ ኣይመስልን'ዩ። ብዝኾነ ኣብ ዓለም ዝተራእየ ናይ ኮንፍሊክት ሪዞሉሽን መለክዒታት ዝኾነ ኣብ ኲናት ዝጸንሐ ሃገር ናብ ሰላም እንክምለስ ከሎ ዝገብሮ መስርሕታት ዝኽተል ኣካይዳ ኣይትርእን ኢኻ። በዚ ምኽንያት እዚ እዚ ሰላም እዚ ናብ ሰላም ዝመርሕ ወይ ናብ ነባሪ ሰላም ዝመርሕ ኣንፈት ኣለዎ ኢልካ ክትዛረብ ንዓይ የሸግረኒ እዩ እዎ ምናልባት ካብ ኤርትራ ንላዕሊ ንኢትዮጵያ እውን ኣብ ሓደጋ ዘእቱ ኮይኑ ይስምዓኒ ኣነ ክገልፆ ከለኹ ምክንያቱ ኣብ ኢትዮጵያ ዝተፃሕፈ ሕገ መንግስቲ ኣብ ግብሪ እውን ዝውዓሉ ሕገ መንግስቲ ኣሎ ኢትዮጵያ ፓርላማ ኣለዋ ብመጠኑ ካብ ኤርትራ ብዝተዓጻጸፈ ሓደ መስመር ዝሓዘት ሃገር እያ። ዶክተር ኣቢ ግን ኣብዚ እዋን እዚ ብዛዕባ ነብሱ ጥራሕ እዩ ዝዛረብ ዘሎ። ኣነ ኣነ ኣነ እዩ ዝብል ዘሎ። ከምዚ ዓይነት ኣካይዳ ነቲ ውድብካ ረሲዕኻ ነቲ ሕገ መንግስቲ ረሲዕኻ ናትካ ኣንነት ጥራሕ ንቕድሚት ኣውፂእኻ ዝግበር ፖለቲካ ፅባሕ ንግሆ ናብ መላኺ ናይ ምቕያር ብፖለቲካዊ ዓይኒ ክትሪኦ ከለኻ ተኽእሎታት ይህልወልካ ዶ ትግምት?
ብልክዕ እዚ ዓይነት ኣካይዳታት ነቲ ህዝቢ ክሰምዖ ዝደሊ እንዳስማዕኻ ንእዛኑ ምግዛእ እዩ ዝመስል። ንእዛኑ ገዚእኻ ግን ከብዱ ገዚእኻዮ ማለት ኣይኮነን። ምክንያቱ ልዕሊ ሚእቲ ሚልዮን ዘለዎ ህዝቢ ኢትዮጵያ ሃገር ኢትዮጵያ ብእዝኑ ዝነብር ህዝቢ ኣይኮነን። ከብዲ እውን ስለ ዘለዎ ከብዱ ክትዕንግሎ የድሊ። ስለዚ እዚ ናይ ዶክተር ኣብይ ኣካይዳ ግዜያዊ ኣካይዳ ወይ ልዕሊ ዓመት ዘይከይድ ሃልኪ ኮይኑ ኢኻ ትረኽቦ። ንግዜኡ ነቲ ህዝቢ ከታልል ዝኽእል ምቁር ናይ ቤተ ክርስትያን ናይ ቅዱስ መጽሓፍ ዝመስል ቃላት እንዳ ደጋገምካ ኣሜን ኣሜን ከም ዝብል እትገብሮ እሞ ካብቲ ቀጽሪ ቤተ ክርስትያን ምስ ወጸ ግን ቁርሲ ዘይብሉ ምስ ዝተርፍ ዝመጸካ ነገራት ዘይምስትብሃል ይመስል ካልእ ካብኡ ሓሊፉ ዶክተር ኣብይ ዝገብሮ መደረታት ብምልኡ ንሓደ ጉጅለ ወይ ንሓደ ህዝቢ ከም በዳሊ ገይሩ ዝገልጽ ኮይኑ ኢኻ ተንብቦ። እዚ ማለተይ እሱራት ንፈትሕ ኣለና ምክንያቱ ስርዓት ወያነ ስለ ዝኣሰሮም፣ ቁጠባና ነሕውዮ ኣለና ምክንያቱ ስርዓት ወያነ ስለ ዘድከሞ ስለ ዝሰረቆ፣ ሃገርና ደኺሙ ጸኒሑ ምኽንያቱ ህዝቢ ትግራይ ነቲ ዝጸነሐ ጸጋ ወሪሩ ስለ ዝሓዞ ዘስምዕ ምደረታት እዩ። ፍቕሪ የድልየና ኣሎ ምኽንያቱ ኣይተፋቐርናን ወያነ በቲኖምና ጸኒሖም ዘስምዕ ዲፕሎማስያዊ መልእኽትታት ዘለዎ ቃላት እዩ ዝመስል። እዚ ነገራት እዚ ስጋዕ ክንደይ እዩ ከኺደካ ዝኽእል ንሓንቲ ዓባይ ሃገር ትመስል ዝተፈላለየ ብሄር ብሄረሰባት ዘለዋ ኢትዮጵያ ቆሪሱ ተመሲሑ ክድርረላ ዘይክእል ሃገር ህዝባ ዝበዝሓ ኢትዮጵያ ብከምዚ ዓይነት ቃላት እንዳጠበርካ እስካዕ ክንደይ ክተብፅሓ ትኽእል ምስ ግዜኡ ዝረኣይ እዩ ብናተይ ገምጋም ግን ናይ ሓፂር እዋን ሃልኪ እዩ ዝመስለኒ ስለዚ ዶክተር ኣብይ ንነብሱ ከም ዓቢ ቅዱስ መልኣኽ ንምምሳል ዝጥቀመሉ ቃላት ኣብ ነብሱ ንዝመጽእ ክብርታት ኣተኲሩ ጥራይ ምስራሕ ዓዘቕቲ እዩ። ካብኡ ንኽብሪ ልኡላውነትን ናጽነትን ኤርትራ ይግህስ ስለ ዘሎ እዚ እውን ንባዕሉ ቀጻሊ ዘይገብሮ ኣካይዳታት። ዝረኣ ዘሎ ይመስለኒ እወ ድሕር ርኢናዮ እውን ኣብ ስልጣን ምስ መፀ ኣብ መዓልቲ ዳርጋ ሰለስተ ኣርባዕተ ሰበር ዜናታት እናገበረ ነቲ ሰብ ብስምዒት ከም ዝዓብድ ገይርዎ እዩ ምፅእ ኢሉ በዚ በንዚን ኣውፂና ኣለና በዚ ከዓ ምስ ኤርትራ ሰላም ጌርና በዚ ከዓ እሱራት ተፈቲሖም በዚ ከዓ ከምዚ ኮይኖም ኩሉ ፅቡቕ ዝመስል ግን ንሰብ ኣብ ስምዒት ኣውፅኡ ውንኡ ዘጥፍእ ሓደገኛ ፖለቲካዊ ኣካይዳ ክኽተል ጸኒሑ፣ ሕጂ ግን እቲ ሰበር ዜናታት ዝሒሉ ኣሎ። ምኽንያቱ ኩሉ እቲ ክበሃል ዝግበኦ ተባሂሉ ተወዲኡ ሕጂ ኣብ ስራሕ ዝእተወሉ ግዜ መጺኡ ኣሎ። ምናልባት ሓደ ሓደ ቅሬታታት እውን እንዳመጹ እዮም ዘለዉ። ኣብ ወገን ኦሮሚያ ክልል ብዙሕ ኩናት ይግበር ኣሎ ብኦነግ ኹን ብዝተፈላለዩ ዕጡቃት ካልኦት እቶም ሰላም ጌርና ኢና ናይ ኢትዮጵያ ሽግር ተፈቲሑ እዩ ኢሎም ዝሓሰቡ ሓደ ሓደ ተቃወምቲ እውን ቃልሶም ክቕፅሉ ምዃኖም ብጭቕታታት ይፍንው ኣለዉ። ብወገን ህዝቢ ኤርትራ እውን ኣብቲ ፈለማ ተረዲእዎ ዝነበረ ኩሉ ጽቡቕ ዝመስል ሰላም ሰላም ሰላም ዝብል ቃል ድሓር ግን መሬቱ ደቡ ወደባቱ ኣብ ዋጋ ዕዳጋ ክኣቱ ምስ ሰምዐ ብዙሕ ተቖጢዑ ኣሎ። ስለዚ ነዚ ህንዱድ ፖለቲካዊ ኣካይዳ ክንጽበዮ ኢና ናበይ ኣንፈቱ ከም ዝኸይድ ማለት እዩ።
ኢትዮጵያ ከም ሃገር ኣብ ታሪኻ ንነዊሕ ዓመታት ብነብሳ ክኢላ ደው ንክትብል ዘይኽእላ ብዙሕ ጸገማት ዘለዋ ሃገር'ያ። ፖለቲካዊ ምርግጋእ፣ ቁጠባዊ ምርግጋእ፣ ማሕበራዊ ፍትሒ ከተንግስ ዘይከኣለት ሃገር'ያ። ኩሉ ግዜ ሸውሃት ምዕብላልን ምግባት ዓሰብ ወይ ባጽዕ ወይ ባሕሪ ኤርትራ ዝዓብለሎ ፖለቲካ እናስፋሕፍሐት፣ እቲ ብቆራፅነት ህዝቢ ኤርትራ ዝወደቐ ደርግን ዝተኣወጀ ልዑላዊ ናፅነትን ስጋዕ ሕጂ ክትርስዖ ብዝደሊ ፖለቲካ ዝተመልኤ ህይወት እያ ትነብር። እዚ ንባዕሉ ዓብዪ ፖለቲካዊ ወይ ወተሃደራዊ ፀቕጢ ከምፅኣላ ዝኽእል ከቢድ ነገር እዩ። ካብዚ ነፃ ትኾነሉ መዓልቲ እንተዘይረኺባ እዚ ቀርኒ ኣፍሪቃ ሰላም ክርከብ ኣይከኣልን እዩ። እዚ ልኡላዊነት ሃገርና ኤርትራ ብኽብሪ ምስ እተኽብሮን ንህዝቢ ኤርትራ ከም ልኡላዊ ልኡላውነት ዝኣወጀ ህዝቢ ክብሩ ምስ እትሕልወሉን ከቢራ እትነብረሉ ኣካይዳ ክትፈጥር ትኽእል ይመስለኒ። ድሓር ነዚ ጉዳይ እዚ እንድሕር ዘይኣሚናትሉ እዚ ጉዳይ'ዚ ነቲ ኣብ ውሽጣ ክፍልፍል ዝኽእል ዝኾነ ይኹን ጎንጺ መበገሲ ብምዃን ነቶም ነዚ ስልጣን ክጉብቱ ዝደልዩ ኣብ ኢትዮጵያ መበገሲ ናይ ኤርትራ ተተኪቦም ሓገዝን መገድታትን ክፈጥሩ ስለዝኽእሉ እቲ ዝዓበየ ፖለቲካዊ ኣንፈት ናይ ኢትዮጵያ ነዚ ፖለቲካ ናይ ኤርትራ ከም ዘለዎ ምቕባሉን ንፍትሓውነት ህዝቢ ኤርትራን ንጽባቐ መጻኢ ህዝቢ ኤርትራን ውሑስ ምስ እትገብር ኢትዮጵያ ጥራይ እያ ሰላማዊት ኢትዮጵያ ክትከውን ትኽእል። እወ
ተስፋ ንገብር። በዚ ኣጋጣሚ ኣብዚ ድማ በዚ ኣጋጣሚ ድማ ነቲ ኣብ መላእ ዓለም ኮይኑ ዝሰምዓና ዘሎ ተኸታታሊ መስትያት ቤትና እንታይ ኢና መልእኽቲ ከነመሓላልፈሉ ደሊናዮ ዘለና ዓላማ እቲ ቃልሲ ናይ ኤርትራውያን ምምፃእ ልዕልና ሕጊ ኣብኡ ዘተኮረ ክኸውን ኣለዎ እምበር ምስ ዝተፈጥሩ ሓደ ሓደ ነገራት ኣደናገርቲ ነገራት ተጨውዩ ዝሃፍፍ ክኸውን የብሉን ኣብ ኤርትራ ሓደ ንጹር ዝኾነ ፖለቲካ ልዕልና ሕጊ ዝኽበረሉ ቅዋም ዘለዎ፣ ባይቶ ዘለዎ፣ ህዝባዊ ወከልቲ ተኣኪቦም ዘካትዕሉ፣ ምሁራት ዝሳተፍሉ፣ ኮታስ ሓደ ፍትሓዊ ዝኾነ ስርዓት፣ ህዝባዊ ስርዓት ክሳብ ዝትከል ክኸውን ኣለዎ ቃልስና ኢና ንብል። ኣብ መንጎ ኤርትራን ኣብ መንጎ ኢትዮጵያን ብረት ኣቕኒዕኻ ኩናት ዶ ብምባሉ ንቕበሎ ሕጉሳት ኢና። እንተኾነ ግን ሻራዊ ብዝመስል ንሓደ ጉጅለ ብምጥቃዕ ወይ ድማ ንሓደ ክፋል ልኡላዊ መሬት ንምግባት ወይ ባሕሪ ንምግባት ዝግበር ነገራት ግን ፅባሕ ንግሆ እውን ናብ ኩናት ዝሸመና ክሸመና ዝኽእል ሓደገኛ ነገር እዩ ኢልና ኢና ንኣምን ምናልባት እቲ ንሎሚ ሕቶታት ኣዳለዮ ዝነበርኩ በዚ ብወገነይ ወዲእ ኣለኹ ግን ዘሰክፈካ ነገር ክትገልጾ ናይ ግድን ኮይኑ ዝስምዓካ ነገር ድሕር ኣሎ ኮይኑ ከዓ ዕድል ክበካ እየ ኣብዚ ሓድሽ እዋናዊ ኩነታት ናይ ሃገርና ማለት እዩ
ከም ዝበልክዎ ኤርትራ ልእላውነታ ዘረጋገጸት ሃገር እያ። ዶባት ኤርትራ ብቓላትን መደረን ናይ ዝኾነ ሰብ ኦሮሞ ይኹን ኣምሓራ ይኹን ይትረፍ ብዝኾነ ኤርትራዊ ዘይፈርስ ብደምን መስዋእትን ዝቖመ ድልድል እዩ። ዶክተር ኣቢ ባንዴራ መንግስቱ ንኤርትራ ዝጸንበረ ባንዴራ ናይ ኢትዮጵያ ክንብልብል ኣብ ማእከል ርእሲ ከተማ ኢትዮጵያ ኣዲስ ኣበባ ዘርኣዮ ዝኾነ ተቃውሞ ኣይነበረን። ዶብ ፈሪሱ ዶብ ናይ ኤርትራን ናይ ኢትዮጵያን ፍቕሪ ተተኪኡ እናበለ ኣብ ኣስመራን ኣብ ኣዲስ ኣበባን ብዝተፈላለየ መገዲ ዝዛረብ ተሰሚዑ ኣሎ። እዚ መስዋእትን ደምን ብሉጻት ኤርትራውያን ዝኸሓደ ኣገላልጻ እዩ። ብቕሉዕ ልኡላውነት ኤርትራን ክብሪ ህዝቢ ኤርትራን ግሂሱ፣ ከም ዶብ ወሪሩ ኮፍ ዝበለ ጸላኢ፣ ናጽነት ኤርትራ ብወግዒ ከፍርስ ህርድግ ዝብል ዘሎ እዩ ዝመስል። እዚ ምድፋር ልኡላውነት ክቡር ዋጋ ክኸፍለሉ ክዳሎ ከም ዘለዎ ከስተብህል ዘለዎ ይመስለኒ። ምንም ባይቶ፣ ካቢኔ፣ ወከልቲ ህዝቢ፣ ሕግን ግዝኣተ ሕግን ዘይብሉ ኢሳያስ ዝገብሮ ይኹን ዝኾነ ይኹን ውዕል ኲናት ምእዋጅ እዩ ዝትርጎም ብፖለቲካ። እዚ ቋንቋ ሰላም ዝእውጅ ዘሎ እዚ ብቋንቋ ሰላም ዝእወጅ ዘሎ ኲናት ዝርዳእ ህዝቢ እውን ከም ዘሎ ምፍላጡ ዘድሊ ይመስለኒ።
ብርግጽ ናይ ብሓቂ ዝፈሰሰ ደም ንኸንቱ ተኻዕዩ መስዋእቲ ብሉጻት ንኸንቱ እዩ ጠፊኡ ክርተት ህዝቢ ኤርትራ እውን ንኸንቱ እዩ ነይሩ ዝመስል ኣገላልጻ ዘይግቡእ ምዃኑን እቶም ንወፍሪ እዩ ንምብጻሕ ኤርትራ ንኸውፍሩ ብምብጻሕ ንኤርትራ ዝብገሱ ዘለዉ ኩሎም ኢትዮጵያውያን ድማ እቲ ዝረግጽዎ ዘለዉ መሬት ኤርትራ ብደም ዝጠልቀየን ብኣዕጽምቲ ደው ዝበለን ምዃኑ ክርድኦም እሞ እቲ ዘውፍርዎ ነገር ጽባሒቱ ከየጣዕሶም ከምቲ ንስርዓት ደርግ ህዝቢ ኤርትራ ምስ ሰዓሮ ብማካይን ጽዒኑ ምግቦም መጊቡ ማይ ማስቲ ዘፋነዎም ወተሃደራት ከይከውን እውን ይኽእል እዩ። ከምቲ ሕብሪ ዓይንኹም ባህ ኣይበለናን ተባሂሎም ዝተሰጉ፣ ንብረቶም ዛሕዛሕ ኣቢሎም ዝተሰጉ ኤርትራውያን ከምኡ እውን ከይከውን ይኽእል እዩ። ስለዚ እቲ ወፍርን ምውፋርን ኣብ ኤርትራ ክስትብሃለሉ ዘለዎ ጉዳይ ኮይኑ ይመስለኒ። ህዝቢ ኤርትራ ዘፍቅር ህዝቢ ኢትዮጵያ እንድሕር ኣሊ ኮይኑ መዓስከራት ኢትዮጵያ ስደተኛታት ኤርትራውያን መሊኡ ኣሎ። ስለዚ ንዕኦም ፍቕሪ ምርኣይ እውን ቐዳማይ መግለፂ ምኾነ ነይሩ ይብል።
ብሓቂ ፅቡቕ እሞ ነዊሕ ኣዕሊልና ኣለና መስለኒ። ዝኸበርኩም ተኸታተልቲ መስትያት ቤትና ንሎሚ ምስ ኢሰያስ ረዳእ ዘካየድናዮ ዕላል ኣብ እዋናዊ ኩነታት ፖለቲካዊ ኩነታት ሃገርና ኣብዚ ዛዚምና ኣለና
መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።